በዞም ገዛ እዚኦምስ ማራ ትቀንኣ ብጣዕሚ ክፉእ ትሓስባ ሰባት ኣለኽም ብዙሓት ይዕዘብ ኣነ ማለት እዩ ብዙሓት ይርእስ ብዙሓትስ በቃ በዞም ገዛ እዚኦንስ በዞም ገዛ እዚኦም ትቀንኣ ማለት እዩ ብጣዕሚ እየ ተገሪመ ማለት እዩ ሰብ እስከም ደስትኡ ሰሪሑ ክበልዕ ኣይኽእልን ማለት ድዩ? ብሩኻት ዘርኢ ንምንታይ ኣኹም ኮ ብዚ ከምዚ ዓይነት ቅንእ ዘለኩም ዘለኩም ዘለክም ዋኸም ደስተኦም ይኹን እንታይ ይምልከተኩም? መገዛ ቻናሎም መን ከይዱ መን መን ከይዱ ረኣይሎም መን ንዑ ንዑ ኢሎም ወጢጦም ንሳቶም ወሰድኹም ናብቲ ይትዎ ባዕልኹም ትኸዱ ዘለኹም ባይዘወይ ዋ ኣይተ ሓሱድ እባ ኣይተ ኣያይ ንከፋፋ እባ እንታይ ይምልከተኩም ዋላ ኩለና ሞይትና ኢሎም ዘይፍሱቱ ቀራጽ ዳእ ከይስኡን እምበር እሞስ ምቅርና ኣይሃለወና ብሩኻት ሰላም ሰላም ናይ ደሊና ተኸታተልቲ ከመይ ኣለኹም ደሓና ዲኹም? ኣነ ሰላም ኣምላኽ ይመስገን ጽቡቕ ኣሎ ከምቲ ኣነ ሰላምን ጽቡቕን ዘለኹ ንስኹም ከዓ ሰላም ጽቡቕን ክትህልውለይ በዓልቲ ሙሉእ ተስፋ ኣብሩኻት ዘርኢ ከመይ ኣለኹም? ሎማዓንቲ ከዓ ናይ ዓርቢ ዜና ሒዝና መጺና ኣለና። እንታይ ድየ ክብል ደልየ መሲሉኩም ኣብዞም ገዛ እዚኦም ዝሰርሕዎም ነገራት ሲ ሓደ ነገር እቲ ማሕበራዊ ሚድያ ከመይ ጌርካ ከም ዝስራሕ ገለ ስለ ዘይተረድኦኩም ሓደ ሓደ ሰባት ብዙሓት ትዳናገጹ ኣለኹም እሞ ከረድኦኩም እየ ዝድለ ኣነ እንታይ ድዩ መሲልኩም ብሩኻተይ ኣብዚ ማሕበራዊ ሚድያ ሲ ከምኡ ጌርካ እዩ ገንዘብ ዝእከብ ንዘይርድኦኩም ሰባት ማለት እዩ ማሕበራዊ ሚድያ ሲ በቃ ከምዚኣ ጌርካ እትብላዕ ክትለምድዎስ ኣለኩም ክትዳናገጹስ የብልኩምን ፕራንክ ምካኑስ ክትፈልጥዎ ኣለኩም ፕራንክ ኢዩ ቀልዲ ምካኑስ ክትፈልጥዎ ኣለኩም ግን ሪኢኩም ተነቂሕኩም ከኣስ መን ኢዩ ክሪኦሎም ኣነ የንቀሐኩም ኣለኩ ኣቱም ህዝቢ ክጸልኡና ዶ ኮን ይኮኑ ኣይ ክትነቅሕ ኣለካ እንታይ ገበርኩም ተሓማትን ተሻቃላን ኣንቱም ዘይትፈልጡ ክትፈልጡ ኣለኩም ማሕበራዊ ሚድያ ከምዚ ጌርካ ኢዩ ተረዲእኩም ዲብሩካት በቃ ሓሶት እዩ ኣምፀ ቢልካ ምምሳል ያዓኒ ምምሳል ምሽ ኣለኩም ከምኡ እዩ ረዲእኩም ብታዳ እዩ እዚታት ገለገታት ገርታት ኮይንዋ ምምሳል እዩ ተረዲእኩም ዲ ሞስ ብዙሓት ትዳናጎፅ ይርኢ ሚስኩም እውን ይጎረልኩም ገሌልክን ትራገማ ሓደ ሓደ ከዓ ርኤ ማለት እዩ ጌጋ እዩ ኣይበሃልን ብሩኻተይ ኣጠቐማ ስለ ዘይትፈልጣሉ እኮ ኢኹም ንሳቶም እቲ ዶላር ጥዒምዎም ኣሎን ዶላር ዝጠዓሞ ጥራሕ እዩ ዝፈልጥ እሞሲ በቃ ስራሕና ኢሎም ሒዞሞ ኣለዉ ከምዚ ፊልም ኣሎ ምሽ ፊልም ከመይ ንሓር ንሓዝን ነርና ናይ ብሓቂ ይመስለና ዋላ ውን ስኢልካ ኣላ ሓቂ ዋላ ናይ ብሓቂ ዘይምዃኑ ፈሊጥካ ውን ስኢልካ ደስ ዝብለካ ኣሎ ኮነ ኢልካ በቃ ትከታተሎ ገለ ከምኡ ማለት እዩ እዞም ገዛ እዚኦም ከዓ ከምኡ እዮም ዝሰርሑ ዘለዉ ካብኡ እንጀርኦም እዮም ዘስሉ ዘለዉ ካሊእ ስራሕቲ ደኣ ሕማቕ እምበር ከምዚ ምድጉዳግ ምውቕቓዕ ከምዚ እዞም ሓደሓደ ዝሰርሕዎ ዘለዉ ሕጂ ዘን ደቂ ኣንስትዮ ሓድሓደ ዘይ ሕማቃት ትሰርሓ ከኣ ኣለክን ደቂ ኣንስትዮ ዋይ ብክ ጽቡቅ ነገር ስርሓ ባይ ዘወይ ምውቃዕ ስኢልካ ዘይኮነ ነገራት ስኢሉ ምሽ ኣሎ ካብ ዓቅሚ እንድዒ በቃ ሓደ ሓደ ኣሎ ስኢሉ በቃ ውቅዒት ዝበዝሖ ገለታት በቃ ስነ ስርዓት ዘይብሉ ነገራት እምበር በዓል እዚኦም ከም ሰብ ተብጹስ ዓይ ዲ ጥዕመሎም ኢኻ ካልእ ነገር ከኣ ገንዘብ ከመይ ጌርካ ይመጽእ ዘሎ ሰዓት እዚ ተረዲእኩም ድዩ ይረዳእኩም ከዓ ዋእ ክንደ ግዜ ድዮም ከርድእኩም ሰብ እባ እንዳረደእኩም ድዩ ከምዚ እዩ እቲ ገንዘብ ክንረክበሉ ንክእልስ ብከምዚ እዩ እንዳሉ ድዮም ከርድእኩም ኣይርድእኩምን ከመይ ገይሮም ገንዘብ ክረክቡ ድሕረ ጉሪሖምኩም ደኣ ኣነ እኳ የዋህ ኮይነ ኣበይ ዲኩም ትከታተሉ እንዳዓይ ደኣ ሓሰውቲ እንታይ ኢለ ዘልብመኩም ዘለኹ ሕጂ ንዓኹምስ እንታይ ኢለ ዘልብም ዘለኹ ኣነ እምበር ኣይ እዛ ባይዘወይ እንታይ ደኸለለ መሲልኩም በቃ ኮን ናትና ኢልኩም ሓዝዎ በቃ ትክክለኛ በቃ ከም ፊልም ኣሎ ሓቂ ስለ ፊልም ኢሎም ስለ ዘይጸሓፉሉ እምበር የድንግጽ ግን ክትለምድዎ ኣለኩም ክንደይ ግዜ ኢኹም ክትድንግጹ ልመድዎ በቃ ተድቢኹም ኣቲኹም ሲኩም ግዜ ምዝንጋዕ ገለ ክትዘናግዑ ተኾይንኩም እተው እምበር እዚስ ዘደናግጽ የብሉን ዶላር ከዓ ከምኡ ጌርካ እዩ ዝመጽእ ኮማ መዋዓውዒ እዩ ዝደሊ ገንዘብ ክትክፈል ተኾንካ ተመልካቲ ክህልወካ ኣለዎ ዋ- መዋዕዋዖ ነገር ክህልዎ ኣለዎ መደንገፂ ፈሊጡ ድንግፅ ኢሉ እቲ ህዝቢ እንታይ ኣሎ ኢሉ እቱ ክብል ከሎ ንእሽተይ ክርኢ ከሎ ኣብኡ እዩ ዝሓስበልካ እቲ ዶ- እቲ ሰናቲም እቲ ዶላራት ማለት እዩ ናይ በተለይ ዩቲብ ኣብ ዩቲብ ማለት እዩ ኮሚ እዩ መዋዕወዒ ዋላ እኳ ታብኔል ንዋዕለፍቲ ናይ ላዕሊ ዝልጠፍ ነገራት ኣብቲ ላዕሊ ዝልጠፍ ነገር ክትሪእዎ ከለኹም እቲ ልጣፍ ብጣዕሚ በቃ ኣደናቂ ነገር ይኸውን እሞ ኣብ ውሽጢ ኣትኹም ከዓኒ ሽወያ ክፈላለ ይኽእል እዩ እሞ ውሽጢ ኣትኹም መጀመርያ ኣዳምፁ ካልኣይ ነገር ከዓኒ ዋላ እውን በቃ ኮነ ኢልኩም ናህና ኢልኩም ሓዝዎ እቲ ነገራት ከምኡ ዓይነት ነገር ከም ዝመፅእ ስኢሉ ንግዜ መሕለፊ ወይ ከዓ ስኢሉ ንመስሓቂ ወይ ከዓ ስኢሉ ገንዘብ ንምእካብ ባይዘ ወይ ከምኡታት ዝሰርሕዎ ዘለዉ እሞ እመኑሉ በቃ ሓቂ ከም ዘይኮነስ ክትፈልጥዎ ኣለኩም ባይዘወይ ኣምጺኺ ኝኝ ኣይትበላ ነብሲካ ይምሓሮ ጽንዓት ይሃኩም እንዳበልክን ሸር ኣይትበልኦም ማለት እዩ እዙስ ክትፈልጦ ኣለክን ኣጠቃቅማ ማሕበራዊ ሚድያስ ክትፈልጦ ኣለክን ንገንዘብ ኢልካ ዝኸፈትካዮ ዝኾነ ይኹን ሚድያ ግዴታ ከምኡ እዩ መዋዓውዒ ስለ ዝደሊ ተመልካቲ ስለ ዝደሊ ንክኸፍለካ ግዴታ መስዋእቲ ብዙሕ የኽፍለካ እዩ ሓቂ ንሕና ስራሕ ክንደሊ ክንዲድና ናይ እንዳ ዓረብ ዝኾነ ይኹን ስራሕ ንሰርሕ ሓቂ ዶ ዝኾነ ይኹን ስራሕ ኢና ንሰርሕ ማሕበር ሚድያ ካኣ ገንዘብ ንክትረኽቢ ዝኾነ ይኹን ቪድዮ ኢኺ ትሰርሒ ንትርፎ ካሊእ ነገራት ኣሎ ምሽ ዝግበርን ዘይስኢሉ ሓደ ሓደ ነገራት ኣሎ እዩ ባይዘወይ ከምዚ ዓይነት ፆታ ከምዚ ዓይነት ስኢሉ ገለታት ገለታት ግን ዓይሪ ክተምፅስ ትኽእል እያ ተረዲእኩም ንብኻል እሞስ ኣይትደናገፁ ንማል ዝኣክል ኣነ ብዙሓት ሲ ካብኡ ሕማቅካ ኣይትመነያ እቶም ገዛዚኦም ይቕሬታ ኢሎም ኣለዉ ኣይ ለባም እንድያ ኣይ በተለይ እንታ እታ ሰበይተይ ጽረፍዋ ብሩኻት ዘርኢ ንሳ ደቃ ካብ ቅድሚ ዓይና ክትፈልዮም ኣይትደልን ትኸውን ዝኾነ ይኹን ከኣ ተኣዝያ ክትሰርሕ ትኽእል ን ምስ ምስ ደቃ ዓይዲ ትስራሕ ኣስርሕዎም ከም ደስታኦም ኮይኖም ይስርሑ ቁም ነገር እየ ዝብለኩም ሓቂ ኣብ ናይ ሰብ ዝውዕል ሰብ ይሕማቕ እምበር ኣብ ናይ ባዕሎም ከም ኬፎም ኮይኖም ይስርሑ እሞ ኣይትጻረፍ ኣይትራገም ኣይግበረልኩም ንርእስኹም ይግበረልኩም ገለ ቅድሚ ሕጂ ኣነ ንባዕሉ ይድንግጽ ኔረ እየ ንምንታይ እንኮ ምስ ሰርሑ ገለ ይብል ኔረ ግን ደሓር ተረዲእኒ እቲ ገንዘብ ኣታዊ ንኸረኽቡ ምእንቲ እዮም ገለታት ኢለ ካላ ሰቀ ብዘለጸ ግን ኣፍታ ምንታይ ቅር ኢልሃኒ ኔረ ኣነ ኣፍታ ተባኢሶም ገለታት ሽማግለ ግዛዕ ምዛዕ ከምኡታት ምሽ ኔሩ ተኣሲሩ ወደይ ገለ ኣብ ከምኡታት ቅር ኢልኒ ኔሩ ንምንታይ ንታ ሰበይቲ እትውዋ ኢለ እታ ሰበይቲ እንታይ ገበረት ኢለ ሕጂ ግን በቃ ተረዲኡኒ ኣሎ ማለት እዩ። እታ ሰበይቲ ከኣ ደቃ እዮም፣ ከም ደስትኣ ኮይና ምስኦም ክትሰርሕ ትኽእል እያ፣ ምኽንያቱ ደቃ ካብ ቅድሚ ዓይና ኣብኣ ኮይኖም ከም ደስትኦም ኮይኖም ይስርሑ። ካሊእ ገበን ካሊእ ነገራት ይሕመቓ እምበር ከምዚ ዓይነት ቀልድታት ጸወታስ ዘሎ እዩ ንማል ዝኣክል እዩ። እቲ ቆልዓ ከኣ ኣይሞተን ሲሉ እቲ ጽሑፍ እዩ ከምኡ እምበር ኣብቲ ውሽጢ ኣቲኻ ካሊእ ስለ ዝኾነ ኣይትፍረዳ ኣይትራገማ ኣሕዋተይ ኣይንራገም ከኣ እንታይ ገበሩ መሳኪን። እዚኦም ቆልዑኦም መናእሰይኦም ሰሪሖም ይብልዑ ዓዶም ካብቶም ዝስደዱ ዶ ንሶም ኣይሕሹኑ ዓዶም ኮፍ ኢሎም ምስ ኣብ ቅድሚ ኣብ ቅድሚ ዓይኒ ኣዲኦም ኮፍ ይበሉላ እሞ ሕማቅ ይትመነያ ዶላር ኮም እዩ ዝገብር ካብኡ ዝኾነ ይኹን ስለ ጽዒንካ ተመልካቲ ስለ ዘድልየካ ዝኾነ ተርእስቲ ኣደንጋጺ ነገር እዩ ኢኻ ትገብሮ ማለት እዩ እሞ ካልእ ኣይኮነን እሞ ኣይትራገማ ንማል ዝኣክል እያ ትምርገም ጽቡቅ ኣይኮነን ሞናይ ለማ እንተረስትና ከምዚ ነይሩ ሰሰና እዩ ኣነ ሓፍትኹም እውን ከምዚ ትርእኒ ይደክም ይፅዕረ ኣለኹ ካልኣይ ዓመት እየ ኣብዚ ዩቲብ ክሳብ ግዜ ዝመፅእ ናተይ ከዓ መፈመሲ ይኣኽለና ሰሰናይ